እተን ትከታተላኒ እንኳዕ ደሓን መጻኸን እተን መጀመርያ ግዜ ንሽኮሪና ገጽ ሪኣ ዘለኹ ከዓ ሳባ ይበሃል ብዛዕባኡ ስለ ንዛረብ እዮም እዚ ዘለዎም ጆኪድ ክትከፍእ ከላስ ከምዚ ትብላ ኣለኻ ከይትብላኒ ብዛዕባ መልክዕ ከመይ ጌርና እቲ ዘለና ተፈጥራዊ መልክዕ ከም ንሕልዎ ክሳብ ንዓቢ ማለት እዩ ብዛዕባኡ ሒዘልክ ስለ ዝመፅኩ ከምኡ ዝብለክን ዘለኹ ነዚ ኣብዚ ርእስቲ ዝረኣኽና ሰበይቲ ጋስር ሰብዓን ሸሞንተን ዓመት ተቐሞ ሰማንያ ማለት እዩ ክሳብ ሕጂ ግን ጓል ዕስራን ሓሙሽተን ዓመት ትመስል ንሳ ከማን ትንእስ ትመስል ካባና ማለት እዩ ስለዚ ብዛዕባ እንታይ ስለ ትገብር እንታይ ስለ ተካይዳ ብሂወት ከምዚ ኮይና ዘላ ማለት እዩ ጥራይ እቲ ናይ ቆርበትና እቲ ናይ መልክዕና ገለ ጥራይ ዘይኮነ ወላ ኣብ ጥዕናኣ ኣብ ገለ ኣብ ኩሉ ነገራ ብጣዕሚ ፐርፌክት ዝኾነ ላይፍ እዩ ዘለዎ ማለት እዩ ሳብ ሕጂ ዝኾነ ከኒና ዝኾነ ነገር ኣይትወስድን እያ ቅርጻ መልክዓ ከዓ ከምዚ ዝረኣኽንኦ ከዓ ብጣዕሚ ኣሜዚን እያ ማለት ብዙሓት እዚኦም ፍሉጣት ቻናላት ኣብዚ ናይ ደገ ዘለዉ ዘለናዮ ቦታ ማለት እዩ ኢንተርቪው ገይሮም ላዮም ኣነ ኳን ካብቲ ናይ ኢንተርቪው ካብኡ ኣይድያ ወሲደ እየ ከብለክ ሙሉ ሻዕ ይሪኣ ነይረ እስኪ ሸር ዘይገብረን ዘን ኣሕዋት ንበይነይ ፀቢቐሲ ፅቡቅ ኣይኮነን ኢለ ንዓሸር ገብረክን መፅአ ማለት እዩ ብፍለገ እንታይ እቲ ምስጢር ጥራይ እቲ ናይ ምእራግ ናይ ቆርበትና ገለ ዘይኮነ ንሱ ምስ እዩ ዝኸይድ እዚ እቲ ጥዕናና ኩሉ ነገርና እንድሕር ኣመዓራሪናዮ እቲ ናይ መልክዕና እቲ ናይ ደግና ኩሉ ሻዕ ብውሽጥና እንድሕር ሓንፅናዮ ብደገ ንሃ ኩሉ ሻዕ ንህነፅ ኣለና ማለት እዩ ከምቲ ኩሉ ግዜ ዝብሎ ኣመጋግባና ንዕሪ ገለ ዝብሎ ሳ ካብቲ ኣመጋግባ እያ እቲ ለውጢ ሪኣሉ ማለት እዩ ኣብዚ ዘለናይ ግዜ እንተጀሚርና እዩ ከዓ እቲ በፂሓቶ ዘላ ሳእችፍ ክንገብሮ ክንኽእል ኢና ማለት እዩ ስለዚ እንታይ እንታይ ትብል እንታይ እንታይ ትምገብ ናታ ክስታይ ክሊባት እንዳእተኹ ከርእየክን እየን ክጥቕመክን ከዓ ተስፋ ይገብር ሕጂ ሪኢኹንኦ ከዓ ኩሉ ትገብሮ ማለት ኣይኮነን እቲ ውሳ ትገብሮ ግን ብመጠኑ እቲ ፅቡቕ ዝበሃል እቲ ናትና ዘዕበየና እቲ ንሕና ንምገቦ ዝነበርና ከዓ ብዙሕ ፅቡቕ ነገር ኣብዚ ርእዮ ውሳ ትጥቀመሉ ማለት እዩ ግን ካብዚ ብዙሕ ዶ ንጥቀመሉ ማለት እዩ ስለዚ ንክንፈልጦም ትጥቕሙ ሲ ንክንፈልጦ ውፅኢቱ ከዓ ስለ ንሪኦ ዘለና ማለት እዩ ከምኡ ኢለ ሒዘር ክንመፅ እየ ክትፈትዎ ከዓ ተስፋ እንዳገበርኩ ናብታ ቪድዮ ክሕልፈክን እዩ ናብቲ ኢንተርቪው ዝገበሩላ ማለት እዩ ናታ ዩቱብ ቻነል ኣለዋ ኣብቲ ታሕቲ ኣቲኽን እቲ ሊንክ ገርፈክን ኣብኡ ኣቲኽን ክትሪኣ ኣትኽእላ ኢኽን ዋላ መፅሓፍቲ ገለ እውን ፅሒፋ ኣላ እቲ ናታ ምስጢር ከመይ ጌራ ክሳብ ሕጂ ንእሽተይ ሓይላ ሙሉእ ኩሉ ነገራ ከም ዘላ ዝብል ማለት እዩ ናታ ዌብሳይት ኣቲኹም መፅሓፍ ገዛ ወይ ገለገለ ትኽእላ መጀመርያ ክትምሮ ከላ እቲ ናታ ጉዕዞ ከምዚ ሙሉእ ሓይሊ ክረክብ ጥዕና ሙሉእ ክኸውን ገለገለ ንኸምኡ ኢላ እያ ጀሚራቶ ዳሕራይ ግን እቲ ናቱ ጥቕሚ እንዳፈተወቶ እንዳፈተወቶ ምስ መፀት ብኡ ገይራ ቀፂላቶ ማለት እዩ ኩሉ ሰብ ክንደይ ዕድመኪ ክንደይ ዕድመኪ እንዳበለ ዝሓታ ማለት እዩ ስፔሻሊ ምስ ሰብኣያ ክትከይድ ከላ ዋላ ንሰብኣያ ቃል መጠይ ገይሮም ነይሮም ኣቦሓጓ ዲኻ ገለ ገለ እዮም ዝብልዎ ማለት እዩ ክሳብ ኩሉ ለውጢ እዮም ገይሮም ማለት እዩ ቅድም መጀመርያ ክትጅምር ከላ ሰብኣያ ዳስጋ ገለ ነይርዎ ሓራዲ ስጋ እዩ ምስለን ነይሩ ንሱ ክገድፎ ኣይከኣለን ዳሓራያ ብቑርብ ዓመታት ሕማም ሽኮር ገለ እዮም ምትን ኩሉ ብዙሕ

እዚ ሰብኣይ ኣብዚ ቅርብ እዋን ብኻ ጀሚረ እዩ ቀደም ብኻ ጀሚረ እዩ ቀደም እዩ ዝብል ኣብዚ ኣመጋግባ ኣንሳ ሕጂ ከምዚ ትሪኦ ዘለኺ ናብዚ ቪድዮ ማለት እዩ ፍሩትስ ቬጀቴብልስ እያ መብዛሕትኡ ትብል ማለት እዩ ከም ጁስ ጌራ ፀሚቃ እያ ዝሰትዮ ማለት እዩ ኣይተምስልና ክስታያ ማለት እዩ ዋላ ከምኡ ኣይንግበር ዋላ ንፅላእዮ ንሱ ግን ኣትሊስት ቁርተይ ኣብቲ ላይ ሕና ንእትዎ ማለት እዩ እምበር ከምኡ ጌርካ ሮም ክትከይድ ወይ ከዓ ብጥረ ኩሉ ነገርካ ክትቅፅል መጀመርያ ካብ ፍላይ ብጣዕሚ ይኸብደካ ይኸውን ተጌርናዮ ስናይስ ምክንያቱ ሪዛልት ንሪኦ ኣለና ማለት እዩ መጀመሪ ግን ኣትሊስት ከም ሰላጣ ኣሕምልቲ ፍሩታታት ገለገለ ግን ብጣዕሚ ከነብዝሕ ማለት እዩ ኣሕምልቲ ገለ ኩሉ ነገር ሲ ኣብቲ መዓልታዊ ደይ ላይፍና ዝኾነ ነገር ክንበልዕ ከለና ምስ እንጀራስ ኣሕምልቲ ግብር ነብለሉ ንጉ ክቆርፅ ከለና ጁስ ገዜእና ካብ ደገ ዘይኮነ ማለት እዩ ንከምኡ ክንገብረሉ ማለት እዩ ሕጂ እዚ ጋርደናታት ሪኦ ኣለኹ እዚ ካንሸላ ኩሉ ኣትክልቲ እያ በቃ ተኺላቶ ዘላ በዓል ጅንጅብል እዚ በዓል ጅንጅብል ከለካ ብጣዕሚ ሄል በነፊት ብጣዕሚ ብጣዕሚ እዩ ዘለዎ ኣብ ጥዕናና ማለት እዚ በዓል ህሩድ ገለገለ ህሩድ ባይዘወይ ፓውደር ጥራይ ኢና ንፈልጦ እምበር ኣሎ ብሱሩ ዝበቁል ማለት እዩ ኣብ ፅሟቅ ጌርካ ኣብ ገለ ጌርካ ከምኡታት ጌርካ ክትህልኮ ትኽእል ኢኻ ስለዚ ከምዚ ጌርክ ክትጥቀማ ትኽእል ካልእ ማይ ወላ ማይ እንታይ ትጥቀም ንሳ ማይ ዝንቢያ ትጥቀም እዚ ካብ ባጅቦ ዝመፅ ማይ እሱ ብጣዕሚ እዩ ጥቕሚ ዘለዎን ኣካላትና ማለት እዩ ንሳ ከምኡ እያ ትጥቀም ክሳብ ክንድኡ ሕቐትካ ዋላ እንተዘይከድናስ ኣትሊስት እቲ ዘሎ ነገር ክንፈልጦ ማለት እየ ካልእ ብቁልቶ ብቁልቶ ሕጂ ንሕናሲ ኣብ ዓድና ብጣዕሚ ፍሉጥ እዩ እቲ መግቢ ማለት እዩ ከም ቁርሲ ገለገለ ኣዋፅ ጌርካ ገለ ማለት እዩ ሕጂ ንሳ መብዛሕትኡ እቲ ናታ ጥረታት ወይ ዝኾነ ትገብሮ ብቁልቶ ገይራ እቲ ምግቦ እዚ ብቁልቶኻ ብጣዕሚ ብጣዕሚ ጥዕናና ብዙሕ ጥቕምታት ዘለዎ ዋላ ባኒ ከማን ናይ ብቁል ተማኒ ሰርሑ እዮም እዚ ስፕራውትድ ብሬድ ገለገለ ዝብ ዘሎ ናይ ብቁል ተማለት እዩ ስለዚ ከምኡ ከዓ ኣብ ኣመጋግባና ክንእቱ ማለት እዩ ዝበዓል ብቁል ቶ ዝበዓል ገለ ብፍላይ ስቲ ሽፍና ቢልካስ ኖርማል እዩ ዝበቁል ኖርማል ኣዋዘ ጌርክን ገለገለ ጌርክን ከዓ ትብሎ እቲ ንሕና ንፈልጦ ነበርና ግን ከዓ ጥቕሙ ዘይንፈልጦ ንሱ ማለት እዩ እያ ትምገብ ማለት ካብ ኣፋ ትስምዖ ዘለኻ ብጣዕሚ ሓይሊ ኣለኒ ሙሉእ ሓይለይ እያ ትብል ዘላ ንሕና ኣብ ሕጂ ጀሚርና ረሻሽ ዝብለና ዘሎ ኣነ እንድዕ በዚ ናደይ ወገን በቃ ድኽም ትብሉል ሓንቲ ከይገበርካ ከለኻ ማለት እዩ እዚኣ ግን ስቲል ናብ በቃ ሙሉእ ሓይለ እዩ ዘለኒ ሓይሊ ብዙሕ እዩ ዘለኒ ትብላላ ማለት እዩ ንጎ ሰዓት ሓሙሽተ ፍርኣን ሎንጌት ሃይለ እዩ ዝትስእ ትብላላ ማዕረ ከኒና ንሕና ከምኡ ንገዝእ ማለት ሙሉእ መዓልቲ ብዓራት በጥ ኢልና ንውዕል ዘለና ማለት እዩ ስለዚ ዋላ ነቲ መልክዓ ደጋዊ ትርኢታ ጥራይ ዘይኮነሲ ዋላ ኣብ ሓይላ ኣብ ጥዕና ኣብ ኩሉ ነገራስ ብጣዕሚ ፅቡቅ እያ ዘላ ማለት ስለዚ ከምኡ ክኸውን ዝፀልእ ሰብ የልባኹም ሸዓን ፕሮሰስ እንደኾነ እዩ ከምዚ ናይ ታኒካ ገለመለ ሕጂ ንኣብነት ስኢልና ናይ ታኒካታት ብዙሕ ምግብታት ንገዝእ ዕሽጋት ገለገለ ክኸውንታት ክበሃል ኣይክበልዕን ሰብ ኩሉ ኣን ፕሮሰስ ዝኾነ በቲ ተፈጥራዊ መልክዑ ማለት እዩ ኮሚደረ ተኮይና እታ ኮሚደረ ማለት እዩ ትኸውን ዘላ እዚ በዓል ፉል ገለ ናይ ታኒካ ዘይኮነ ክትጥቀመሉ ተደልያ ከምዚ ትብለት ዘላ ኣብቂለ መብዛሕትኡ ዝጥቀም ዘለኹ ኣብቂለ እቲ ጥረታት ገለ ትጥቀሙ ማለት እዩ ኮና ከዓ ክሳብ ክንዱ ዋላ ብቁልቶን ብገለን ቀፃል ኣይነ መጎቦ ኣትሊስ ዋላ ፉል ክንገብር ከለና እልካ ቢልና ሓዲርና ፅባሒቱ ኣፍልሕ ምባል ኢዚ ማለት እዩ ግን ኣብ ናትና ብዙሕ ለውጢ እዩ ትገብራ ሽዑ ኣይርዳእካን እዩ ማለት እዩ ከምዚ ንጅም ክትከይድ ከለካ መጀመርያ ንሓንቲ መዓልቲ ጅም ትከይድካ ወላ ሓንቲ ለውጢ ዝገበርካ ኮይኑ ይስምዓካ ንካ ኤክሰርሳይዝ ክትከይድ ከለካ ማለት እዩ ምሕሊፉ ከማን ብስትራቫን ገለን ክስታይ ትኸውን ማለት እዩ ድሕሪ ግዜ ግን መመሊስና መመሊስና መዓልታዊ እንድሕር ጌርናዮ ግን ከይተረዳእና ሚዛና እቲ ናትና ቅርፂ ኩሉ ነገር ተቐይሩ ይፀንሕ ማለት እዩ ስለዚ

ከምዚ ዝብለና ነይራ እኳ እያ ብዛዕባ ኣመጋግባ ገለ ገለ ኢላታ እንተ ሓንቲ ማለት ዝሓልፋ እንታይ ትብለላ እሞ ርእያ ንዓኣ ንዓና ከዓ ርእዩና ኢላታ ሕጂ ኢማጅን ክትገብሮ ትኽእል ኢኻ ነሎ ደቂ ሰማንያ ዓመት ደቂ ሓምሳ ኣርባዓ ኩሉ በቃ ከምዚ እግረይ ገለ ገለ እያ ክትብል ማለት እዩ ንሳ ወላ ሓንቲ ዋላ ኣስፕሪን ናይ ርእሲ ሕማም ዋላ የብለይ ሕቲ ማለት እዩ ስለዚ ካብ ሕጂ ግዜ ክለና ክንጅምሮ ማለት እዩ እቲ ቪድዮ ፉል ጌርኪ ንረእይኦ ዋላ ንዓኣ ከኣ ረእይኣ እሞ ከምዚ ናታ ከነብቁል ገለ ገለ ገለ እኳ ተዘይከኣልና ብኸፊል ግን ተኣመጋግባና ኣሕምልቲ ፉርታ ገለ ዝበዝሖ ክንገብር እዚ ናትስ ከኣ እዚ በዓል ፉል እዚ በዓል ኣልመን በዓል ከሹገር እዚ ብጣዕሚ በነፊት እዩ ዘለዎ ኣባና ማለት እዩ ንሓንጎልና ንገለ ንኩሉ ነገሩ ማለት እዩ ስለዚ ከምዛ ናይዛ ሰበይቲ ኣመጋግባና በብንእሽተይ